ኤክስ ኤንድ ዋይ ሳዋ ሽኮር ኤክስ ዓቕለይ ጸቢቡኒ ሰባት ከዕልሉኒ እቱ ንባር ቢራ ዓትር ንዘይምላእ ፓሪስ ታፍቅር ንሓዋሩ ኣይኮነን ነይሩ ንምሕዳር ሕትት ገንዘብ ኣኽብር ሓምሳ ደየ ተኹስ ሓምሳ ብር ሓሳብ ክፍል ዕዝር ሓንቲ ረኣኹ ጓል ማማ ጥዑም ጨና ኣደርየ ተዓሚማ ኣርከብኩ ኣብቲ ስኔማ ሄሎ በልኩዋ ብክምስምስ ናይ ሕትሮ ሰሓቕ ሕውስ ኳድሮ ሪኣ ምልስ ኣነ ምስ ኣሪትለስ ተጠማሚትና ብዋዛ ፈዚዘ ፈዚዛ ታኮ ጫማ ጸሊም ቦርሳ ሒዛ መሲልኒ ዝፈልጠኪ ግን ካብ ዘይፈለጥኩኺ ሳዋ ሽኮር በሃል ሽመ ክነግረኪ ኤክስ ምዃኑ ሽምኪ ካብቲ ፓላሶ ሰሚዐ ክጽዋዕኺ በልኩዋ ደፊረ ጀመርና ጥዑም ወረ ሳዋ ሽኮር ኤክስ ምበሃል ተጀመረ ባርዜ ድቕድቕ እታ ባርሳ ሕርቕ ተጣሚተን ትውቕዩቕ ኣብ ማእከለን ኣትየ ዕርቕ ኩሉ ሰብ ንዓይ ክጥምት ኣነ ሳዋ ሽኮር ደየኒ ኤክስ ሓፊራ ጥብቕ ጥብቕ ብ ከንፈረይ ከንፈራ ከይትገድፈኒ ኢለ ጥዑም ቃል ሃት ይውርውር ጽንሕ ጸኒሓስ ኣተሓሳስባ ቅይር ምሳይ ንኽትሓደር ክፈል ስሳ ብር ዋ ኣነ ሓሲበያ ንመርዓ ንሓዳር ባሪስታ ምስ ኮነት ግን መዓንጣይ ኩምትር ካብ ኩሉ ካብ ኩሉ ዘሕርር እናሳዕመስ ዝገንዝበ የዕውር በቲ ዝተረፈኒ ገንዘብ ካልእ ንከናዲ ሓደ ዓሻ ይረኽበኒ። እንታይ ክትገብር ጸኒሕካ ምስ ኤክስ ከይተቐርባ እታ ሕልኩስ ኣብ መሬት ኣውዲቑ ልውስውስ ፍርቂ ገጸይ ድምስስ በዚ መጹ ከይተባህሉ ፖሊስ ንክልቴና በቲ ልውስውስ ብፊስካሮን ድኽብብ ዓቕለይ ጽብብ ብር ተበልኩስ ምስ ሮራ ሱፐር ሂትስ እየ ነይረ። ሓደ ግዜ እዩ ኣብ መርዓ እዩ መቸም ኣብ ደረፍቲ ከዓ ብዙሕ ክሳይ እንዲኻ ትርኢ ኣውሎ በለልና ገለ ኢሎሞ ክራሩ ሒዙ ኣውሎ ይብል ካብ ጎልጎል ዓላ ልማይ ተኸላ ካብ ማይ ተኸላ ንዓዲ ዃላ ካብ ዓዲ ዃላ ንኣላማጣ ካብ ኣላማጣ ንስንቃጣ ሓደ ሕጂ ክሰምዕ ፀ ኣቋርፆታ እዚ ኣውሎ እዚ ጎልጎል ዓላ ማይ ተኸላ ክትብል ፀኒዕካ መሬት ኤርትራ እዚ ኣላማጣ ስንቃጣ ንኢትዮጵያ ትኸይ ክልተ ሃገራት ተጋጭወን እንታይ ዓይነት ኣውሎ እዩ እዚ ኣልግስ ስበሎስ ኣይትጋገዩ ዓምና ኣነ እኮ ክልተ ሃገራት ኣየጋጨኹን ላምስ ላጣ ምስጣ ከመይ ይጋጨውለይ ዳየ ዝሓስብ ዘለኹ እምበር ኣነ የጋጨኹን ሓደ ግዜ ኣብ ሓደ ዓዲ እቲ ሰብኣይ ኣብ ውስን ዝበለት ቦታ እያ ሓንቲ ህድሞ ኣብኣ እዩ ዝነብር እሱ ኣይ ምስቲኦም ዓዲ ኣይ ምስቲኦም ዓዲ በይኑ እዩ ዝነብርና ሕጂ ምስ ተመርዓወ ሓሙሽተ ዓመት ምሉእ ምስ ሰበይቱ ወላ ሓንቲ ክራኸብ ኣይከኣለን። እንታይ እዩ ከምዚ ዘበን እዚ ኣይኮነን ሕፍረት ነይሩ፣ ጋሻ ተሓዲሩ ብገዛኻ ምስ ሰበይትኻ ምቕራብ ገለመለ ገለ የለን ኣብቲ ግዜ እቲ። ሕጂ ናይ ግድን ከዓ ጋሻ ሓድሮም፣ ምክንያቱ በቲ ዝመፀ ኣብኡ ኣይድሓድር፣ በዚ ዝመፀ ኣብኡ ኣይድሓድር። ሕጂ ዕድል ክረኽቡ ኣይከኣሉን። ሓሙሽተ ዓመት ምስ ገበሩ ግን እቲ ሰብኣይ ኣቲ ሰበይቲ ገለ ንግበር፣ እዚ ገዛና ጋሻ ኣየቋርፅን እዩ፣ ጋሻ ተሰኪፍና ከዓ ሓሙሽተ ዓመት ጌርና፣ ሕጂ እንታይ ክንገብር ኣለና? ዋእ እሞ ገለ ኮድ ንፍጠር። እንታይ እያ እሞ እታ ኮድ? በቃ ጋሻ መጺኡ ኣብዚ ስለ ድቅስ ስኺ ከዓ ውሻጠ ስለ ድቅሲ ንምድሪ ቤት ክትመጽኒ ገለ ኮድ ንግበር። እንታይ እያ እታ ኮድ? ኮድ እንታይ ሰማምዑ ሞቕሎ ጋሻ ይደቅስ ኣይደቅስ ባዕሉ ፈልጥ ሞቕሎ እንተይለ ቀስ ኢልኪ ትመጺ እዚኣ እኮ ተራዳዲኦም ሓደ ጋሻ መፅኡ ይድቅስ ኮድ ስለ ዘለዎም ሕጂ ፀገም የለን ከባቢ ፍርቂ ለይቲ ምስ ኮነ ሞቕሎ እብላ ሰበይቲ ምስ ዓንድን ምስ ቆፎ እንዳተላግዐት ትሞፆ ጉቡእ መሻርፋ ወሲዳ ንእዳ ኣብ ሓሙሽተ ዓመት ስለ ዝኾነ ሕጂ ጥዑም ጥዑም ጥዒምዎ ሰብኣይ ሞቕሎ ገና ከይደቀሰት ከላ ትምለስ ወሲዳ ትኸይድ ሞቕሎ ሳልሳይ ግዜ እዚ ጋሻ የስተውዕል ኣሎ እንታይ ሞቕሎ ክብል ከሎ ሰብኣይ እዛ ሰበይቲ ምንቅስቃስ ተርኢ ኣላ ገለስ ኣላታ ማለት እዩ ገለ እንዳበለ ከሎ ኣብቲ ወጋሕታ ሰዓት ኣርባዕተ እቶም ጥሪት ናይቲ ሰብኣይ ገርገራ በቲኾም ምስ ወፁ ካብቲ ደንበ ክመልሶም ኢሉ እቲ ዋና ይኸይድ እዚ ጋሻ ከስተውዕል ስለ ዝፀንሐ ናፍታ ንእዲ ደቂሱ ሞቕሎ ይብል እሱ ከዓ ሰበይቲ ኮድ ጸላእ ክረኽቦ የብሉን መጽያ መጽያ ምስኡ ከዓ ተራኺባ ትኸይድ እቲ ዋና ምስ መፀ ሕጂ ወሪዱ ፍታ ቦቱ ይኸይድ እሞ ወጊሕ እዩ በቃ ቁርሲ ቡን ገለ ተገይሩ ዋና ገዛ ሕጂ እኮ ዝዛረብ ኣሎ ኮይኑ ትማሊ ደኣ መቕሎ ክንደይ ቅጫ ሰንኪታ ሰለስተ ፅቡቕ ኣውፅያ ኢልዋ ባእ እዞም ሰብኣይ ዓቢዶም ዶ ኣርባዕተ ቅጫ እምበር እንታይ ሰለስተ ትብ ሰለስተ ባዕለ እንዴ ሰንኪተ እየ ሰንከትኩ ጠፊእኒ እሞ ኣርባዕተ ብለኩም ኣለኹ ኣነ ከተሰንከተኒ ድዩ ጠፊእኒ ኣርባዕተ ቅጫ ብለኩም ኣለኹ ሰለስተ ኣርባዕተ ምስ ተኻትዑ ትጋሻታ ኢልዎም ኣነ እውን ረሲና ከላ ሓንቲ ቅጫ ሰጊተ እየ ትበኣሱ